ናለማዓንቲ ቪድዮ ብሩዝና ብንጣጢዕ ልገጽኽን ሃመይ ገይርኽን ሳሙና ሃም ትሰርሓ ኣብ ገዛ ብጣዕሚ ቀሊል ኣሰራርሓ ከርእየክን እየ ትፈልጦ ኢኽን እንጣጢዕ ገጽኽን ብጣዕሚ እዩ ወዛም ልገብረክን ሩዝ ደሞ ብጣዕሚ እዩ ለቐይሐካ እና ብኣቶም ሳሙና ማለት እዩ ኩሉ ግዜ ኖርማል ሃምዙ ብሳሙና ኩሉ ግዜ ልትሕፀበኦ ኩሉ ግዜ ብኡ ትሕፀባ ማለት እዩ ሓደ ግዜ ሰሪሕኽን ደሞ ብዙሕ ተሰሪሕክን ሓደ ግዜ ልብዙሕ ኣዋርሕ ክኾነክን ይኽእል እዩ ምንም ኣይባላሸይ ምንም ምንም ኣይኾኒ ኖርማል ሃምዙ ሳሙና ልቕመጥ ሃሙ ኣቕሚጥኽን ደስ በሃሊ ሳሙና ልገጽኽን ትሰርሓ ትኽእላ ኢኽን ሃመ ገይረ ሃም ድሰርሖ ካብ መጀመርያ እስካዕ መጠረሻ ብደንቢ ገይረ ከሪአክን እየ ምስ ሃነፅንሓ ማለት እዩ ሰላም ሰላም ናብ ርሳቂታዊ ዩቱብ ቻነል ተኸታተልቲ ሃሚኒ ኢኽን ዳሕና ዲኽን ብወገኒ እግዚኣብሔር መስገን ሰላም ነኹ ሓደሽቲ ልኾንኽን ልቻነለይ ሳብስክራይብ ገይርኽን በይተሰቡ ኹና ኢኽን ዝቪድዩ ድሞ ላይክ ገይርኽን ጀምረ ኢኽን ሳብስክራይብ ላይክ ትገብራ ተለኽን ልኣነ ብጣዕሚ ዓውዪ ሓገዝ እዩና ሳብስክራይብ ላይክ ከይርሳዕ ብለክን ሓላላተይ ዳልማዓንቲ ቪድዮ ልክዕ ከም ዘበርእስ ትረኽኖ ደስ በሃሊ ኣሰራርሓ ሳሙና ከርእየክን እየ ላብ ኣሰራርሑ እታ ኣትለና ልክዕ ከም ዝበልክክን ሩዝና እንጣጢዕ ለድለየና ማለት እዩ እንጣጢዕ ለይብልኽን ሩዝ ጥራሕ ተሃሊክን ደሞ ጥራሕ ብሩዝ ትሰርሖ እትኽላ ይኽን ማለት እዩ ሃምስታት ነገር ትስራሕ ተሎ እዚ የብለየልክን ጥራሕ ኣይተቋርፆ ጥራሕ ስርሓ እሞ ተጠቐማሉ ኩሉ ግዜ ከምዚ ይብለክን እየ የብለየልክን ኣይትሕደጎ ሩዝ ዋዕሉ ብደንብ ገይሩ እዩ ገፅ ለፅርየልካ እና ብሩዝ ጥራሕ ለት ዝሰርሓትኽን ኣያኽን ማለት እዩ ዝሩዝ እና እቱ እንጣጢዕ ብደንብ ገይርኽን ሓፂብኽን ብሓደ ተፍልሐኦም ሩዝ ጥራሕ ለለክን ደሞ ዝሩዝ ሓፂብኽን ተፍልሐኦ ማለት እዩ ልክዕ ኣሰራርሓኦም ኮይኑ ብታቱ ሓደ ይጎድሎ ማለት እዩ እንድሕር ለይብልኽን ካብኡ ናነብስኽን ሳሙና ማለት እዩ ብርግፅ ኣሎ ሳሙና ኖርማል ገዚእኻ ባዕልኻ ሰሪሕኻ እንትጥቀሙ ኣሎ ቶሎ ልመክኽ ማለት እዩ ናምምዃኹ እዩ እምበይ ጥቕሙ ኩሉ ሓደ እዩ

ይኸው ናይ ያው እዚ ፈሊሑ እዩ ምስ ኢለ ከሜራ ንምሕፃር ኢለ እምበይ ፈሊሑ እዩ ይኸው ሳምና ደሞ ህንዲ ዘይለኣክል ተጠቂመን እኒኹ ስኻትንለ ህንዲ ልደለኹኖ ማለት እዩ ብዙሕ ሰሪሕኽን ንብዙሕ ግዜ ትጥቀማ ትኽእላ ኢኽን ብቻ ሃምቃዓምኽን ንእሽተይ ምን ሰርሓ ትኽእላ ኢኽን ሃም ደስ ዝበለክን ማለት እዩ ይኸው ናየ ፈሊሑ ርኢኽንኦም ሕፋሱ ምሕፋስ ርኢኹኖ ብዛዕባ ሓፊስ ኢሉ ኣሎ ማለት እዩ ትንጣጢዕ ብደንቢ እየ ሓፊስ ልገብሮ ኣብዚ ከሜራ ሒዘ እቲ ብረት ድስቲ ደሞ እዝኒ የውሊ ብጣዕሚ የሸገርኒ ነይራ ኣብዚ እቲ መፅረረ ደሞ ኣይሙቸይ ሃምጌር ሃም ተጠቐምኩዎ ራእያ ማለት እዩ ብሰኣቱ ማዩ ላውዞ ሳሙና ምኻድ ኢለልቲ እምበ ኣብዚ ብጣዕሚ ሸግርኒ ማለት እዩ በይነ እየ ነይረ ደለ ሓደ ሰበይ ነበረይ ብዛ ዝርዝሮ እቲ ማይ ንእሽተይ እናረእኽን ጠብላ በልኽን ብደንብ ተሐውረእነክን ሳሙና ምስቱ ሩዝ ምስቱ ናሩዝ ማይ ናሩዝና ናንጣጢዕ ማይ ብደንብ ክወሃህድ ነው ማለት እዩ ርእኽነ እዚ ሓፊስ እዩ ብጣዕሚ ግዴታ ከምዚ ዓይነት ክኾን እኒዎ ማለት እዩ። እዚ ከምዚ እናገበርክን ብደንቢ ተሐውረነክን ክመክኽ እኒዎ በቃ ብሓፂሩ ብደንቢ ገይሩ ክመክኽ እኒዎ። ከምዚ እካ ተሐውረ እለለ ሕድግ ተብል ክኖ ተንጣጢዕ ተለል ስለልረግ እምበይ ንእሽተይ ሃምዚ ገርክን እዚ ከብክን ሕድግ ተብክን እለ ክመክ ክእል ብሳ ሳሙኑ እዩ ልውስነ ትረዲክን ሳሙና ኣሎ ብጣዕሚ ጠንካራታት ሳሙና ኣለዉ ሃምዚ ተሎ ምክክ ልብል ሳሙና ኣለ ኣሎ ማለት እዩ ናይ ማእኸላይ ተሎ ልመክክ ላይ ይኮነ ሃምዚ ካርና እንትን ለሸገር ላይ ይኮነ እዩ ዝረዝሮ እቲ ልብቴለ ሃምዚ ገርክን ተሐውርኦ ኣሕብ ረቢልክን ብደንብ ገርክን

ትደርቕ ተሎ ንእሽቶ እዩ ልኾን ማለት ያው ዝመእተ ይሪኦ ክነእተ ኮይንክን መጀመርያ ትስራሕ ትለና ተብ ኢደይ ሒዘዮ እነበርኩ ኣፈላለይ እነህጎ ማለት እዩ እዚ ከምዚ ዓይነት ብላስቲክ ተሃሊክን ማለት እዩ እዚ ተሃሊክን ብጣዕሚ ደስ በሃሊ ብጣዕሚ ይምረፅ ለይብልክ እንተኾንክን ደሞ ሽግር የብሉ ብምንታይ ትገብረኦ መሲልክን ና ቅብኣት

ከምኡ ጌርክን መጀመርያ ልክዕ ትቕርፂ ሒዙ ቲን ካልብል ድረስ ያው ናይ የሐዝ ጌረዮ እኒኹ ወዳብዚ ብደንብ ጌርክን እንትን ትብሎ እነክን ብጣዕሚ እዩ ልንእስ ብሻ ንእሽተይ እያ ትኾን ትደረቕ ተላ ሃምዚ ጌርክን ኣብ ዝቕሓ ጌርክን ን24 ሰዓት ዋላ ልዕሊኡ ተቕምጦ እነክን ምስ ኣቕሑ ማለት እዩ ምስ ኣቑሑ እልሃለየ ሒዝኽና እንዶ ተሎ ክወፀልኽን ይኽእል እዩ ምክንያቱ ከይደረቐ ክወፅ ይኽእል እዩ ካብዚ ከዚ ማይ እዩ ለሎ ካብኡ ልክዕ ሓምበሮ ደም ኮነ ብቻ ብዓስራ ኣርባዕተ ሰዓት ልክዑ እዩ ይመስለኒ ልክዕ ተልጅ ክኾን እኒኦ ማለት እዩ በረዶ ክኾን እኒኦ ሃምበሮ ደልኡ ኣርባዕተ ሳሙና ጥራሕ ኮይነ እናተ ማለት እዩ ሬኽንኦ ኸዚ ገና እዩ ማለተይ ምስ ገበርኽዎ እዚ እዚ ቪድዮ እዚ ምስ ገበርኽዎ እዚ ሓዲሩ ማለት እዩ ያኒ ሓዲሩስ ውዒሉ ማለት እዩ ያኒ ሃፈፍ ኢሉ ደሪቑ ዘይኮነሲ ሃፍፍ ኢሉ ኣሎ ማለት ኖርማል ይወፅእ እዚ ብላስቲክ እዚ ንምንታይ ይጠቕመክን መሲልክን ተወፅእ ተሎ ኣየሸግረካይ ንእሽተይ ብታሕትሑ ዝተብልኽኖ ውፅእ ይብል ማለት እዩ የው እዚ ሃፈፍ ኢሉ ጥራሕ ማለት እዩ ሃምዚ ጌርክን በደንብ እንትን ምስ በለ ላባ ተውፅኦ መሲልክን ላብ ፀሓይ ላብ ፀሓይ ለለዎ ከዛ ዓዲ ዓደው ለልክ ኣነ ልገብሮ ማለት እዩ ኣነ ልገብሮ ገብሮ መሲልክን ሕሽ ለለክን ኣብ ሕሽ ትገብሮ እትኽላ ይኽን ኣብ ሽባክ ይገብሮ ሽባክ ይኸፍተዎ ዶ ዝኾነ ቦታ ኣሎ ክፍተት ኣሎ ሽባክ ፍኒስትራ ማለት እዩ ክፍተ ብልኽኖ ዝኾነ ቦታ ኣሎ ማለት እዩ ኣብኣ ብደንብ ኣንፅፈ ብክን ብስነ ስርዓት ዝኾነ ንፁህ ጨርቂ ወይ ዝኾነ ላስቲክ ገለ ኣንጺፍክን ኣብኣ ትገብርኣ ማለት እዩ ካብኡ ክልተ መዓልቲ ልክዕ እዩ ናዚ ዓዲ ፀሓይ ብጣዕሚ እንትን ስለ ዝኾነ ክልተ መዓልቲ ኣብ ደገ ተጸኒሑ ኖርማል ማለት እዩ ሪእኽነ ከዚ ክዓቢ ማለት እዩ ጽንሕነት ደረቕ ተሎ ሃማሃም ልብል ከዚ ብጣዕሚ ይዓውይ ለሎ ኖርማል ሃምዚ ተትኾን ነይሩ ኖርማል ዓውዪ ምንም ሮጒድ እዩ በቃ ደስ ክብለካ ክደርቕ ተሎ ኖርማል እንትን ላለ ስለ ልኸድ ንእሽተይ እየን ልኾና እስኻትን ግን እታ ትገራ መሲልክን እንድሕር ሃምዚ ዓይነት ለይብልኽን ኣብ ቋዕቋዕታ ከይትርስዓ ኢኽን ወይለ ኣብና ቅብኣት ማለት እዩ ደሓር ተውፅኦ እተለኽን ሃፈፍ ኢሉ 24 ሰዓት ተውፅኦ እተለኽን

ኣብዚ ደሞ ክሕፀብ እየ ላትሓፀው ክከርእየክን ከይመስለክን ሃሚ ሃም ዳዓፍር ትሪኦ እምንተ ከርእየክን እየ ማለት እዩ ኩለን ኣርባዕቲኤን ሰለስቲኤን ሰለስተ እዚኤን ማለት ታልትሓፀው ኩላ ተሓፂበላ እየ መጀመርያ ኖርማል ድርቕ በስበለ ወዲያ ተሓፂበላ እየ ርእይኦ ዝስተውዓለ እዩ ኻሊእ ከይመስለክን ተሓጺበሉ ስለ ዝነበርኩ ዓፍራ ኮይኑ እዩ እምበይ ዝስተውዓለ እዩ ክዓፍር ክነግረክን ይኽእል እዩ ሕጽብ ምስ በልኩንኦ ገጽኽን ምሉስ ላስልኾን ክነግረክን ይኽእል እዩ ማለት እዩ ጠሊቓ ነይራ ናብዞ ናቐሳላ ብደንብ ኢለ ዓፍር ብደንብ ዓፍር ምዃኑ ንምርኣይ እዩ ብደንብ ኢለ ዓፍር ብጣዕሚ እዩ ደስ በሃሊ ሓምዚ ልገፅኽን ዝኾነ ነገር ተጠቒምኽን ገፀይ ኣነ ዝኾነ ነገር ትጥቀም ተለኹ ብልብ ልበለም ማይ እየ ልሕፀ ሓምዚ ተወዲኡ ቅድም እየ ሰሪሐ ነይረ ተወዲኡ ውድእ ኢሉስ ደንጌ ነይረ እየ ምስራሕ ማለት እዩ ኣብ ብልብ ልበለ ማይ እየ ልሕፀ ነይረ ኸዚ ኖርማል ብዙ ተተሓፂበ ኖርማል እዩ ማለት እዩ ይኸው ገፀይ ደግሞ ብደንብ እዩ ድዓፍር በቃ ሪኢኹነ ብጣዕሚ እዩ ደስ በሃሊ ገፅኽን ብምንም ኣይጉዳይ ምንም ነገር ለይብልኽን ዋላ ይኾና ገፅኽን እዙይ ስርሕኽን ተጠቕማ ማለት እዩ ምንም ነገር ይኾን ኖርማል ካብ ምንም ነገር ኢኽን ተድሕኑ ዕለለኽን ተረዲእክን ሃምስታት ነገር በዓልኽን በቃ ምንም ነገር የብለይ ኢልኽን ሱቕ ኣይትበልኦ ኖርማል ብዛ ልተኸኣል ኸነኣ ቕልል ልበነ ነገር ሰሪሕ ከም ተጠቐማሉ ማለት እዩ ተሓፂበ ኣሪእክን ነኹ ሰሪሐ ተሓፂበ ኩላ ኣሪእክን እኒኦ ሓላላተይ ብደንብ ጌርኽን ክሻዕ እዚ ርኢኽናኒ ትኾና ኢኽን ልብል ተስፋ እነሀኒ ሃምዚ ጌርኽን ሰሪሕኽን ልባዕልኻትን ገፅኽን ተጠቐማሉ ሓላላተይ ቪድዮ ከይነውሐክን ቻው ዳሕና ቐንያ ሳብስክራይብ ላይክ ግን ከይትርስዓ ኢኽን